ስለዚ እቲ ዕብዳን ማለት ኣእምሮ ዝስሕት ማለት እዩ ካልእ ዘረባ ይብሉን ሕጂ ካብ ዝርገት ኣእምሮ ካብ ዕብዳን ጓይላ ኣይፍቀድን ዝበሃል ዘሎ ዲስኮ እምበር ንውራይ ኣይትተሓጎስ ይበለን እግዚኣብሔር ክትሕጎስ ከለኻ ግን መጠን ዘለዎ ብኢድካ ጣቕዒካ ብኣፍካ ዘሚርካ ብኸበሮ ድማ ብባህላዊ ነገር ጌርካ እዚ ጃዝ ጊታር ገለመለ ኣይፍቀድን እዩ ግን ብኢዱ ዘጣቕዕ ሰብ ተኮይኑ ይደክም ዶ ይደክምን ይደክም ዶ ይደክምን ኦኬ ብኣፉ ኩሉ እንዳደረፈ ዝቀብል ተኮይኑ ከይደክም ዶ ይደክምን ስለዚ ሎሚ ግን ኣጋንንቲ ዕብዳን መታን ክሕዝወና ጃዝ ጊታር ወዘተረፈ እንደገና ድማ ድጀ ሒዞም ስለ ዝመፁ ሙሉእ ለይቲ ትሰብሖ ክብል ይሓድር መናፍስቲ ይሓድሩ እንተዘይኮይኑ ግን ብኹታ ክሰለል በለ ኣደዋይ ብኹታ ክሰለል ኢሎም ኣቦታትና ደሪፎምስ እዚ ደርፊ እዩ ኢልካ ክትምህረና ደሊኻ ማለት እደም ገርም ደርፊ ኣይፍቀድን እዩ ጎይላ ኣይፍቀድን እዩ ዕብዳን ኣይፍቀድን ይብል እሞ ኣብ መጨረሽታ ሂር ዝበለ ጎይላ ሒዙ ሱስ ይብል ማለት እዩ ድሓን ናይ ፆምስ እንታይ ፆም ዶ ትፈልጥ ንስኻ እውን ፆም ኣይትፈልጥ ፆለት ፆለት እንታይ ዶ ትፈልጥ እንታይ ኢልኩም ትፅልዩ እስኪ ንገሩና ንግሆ እንታይ ኢልካ ይፅለ ምሸት እንታይ ኢልካ ይጽለ እ ኧረ ይበኣስ ኢልዎ ፕሮቴስታንት ሰበኽ ተኾንኩም ክትምዕድና መጺኹም ንምዃኑ ንምዃኑ እንዲያውም ካብቲ ናትኩም ማዕዳ ሰይጣን ይሓይሽ ሰይጣን እንታይ ከም ዝበለ ትፈልጡ ክርስቶስ ንስኻ ህያው ወዲ ኣምላኽ ምዃንካ ይፈልጥ እየ ግዜኡ ከያ ከለይ ተጥፈኒ ንስኻትኩም ግን ኢየሱስ ኣማላዲ እንዳበልኩም ክትምዕዱ ክትመፁ ትኽእሉ ዶ ስለዚ ንስኻትኩም ከምዞም መንግስቲ ምሂርዎም ከብቲ ዝተቐየሩ ዝበልናዮም ትማሊ ንስኻትኩም ከዓ ዲያብሎስ ምስ መሃረኩም ኢየሱስ ጥራሕ ትብሉ እሞ ጥራሕ ነብስኹም ምውፃእ ዝተረፈኩም ትውልዲ ኢኹም እምበር ካልእ ኣይኮነን ማለት እዩ ስለዚ እታ ጎይላ ኣይፍቀድን እንድሕር ትብል ኮንካ ንስኻ ኢኻ እታ ጎይላ ክትገድፋ ዘለካ ማለት እዩ ሓቀይ ወላ ተጋግየ ሓቀይ ተጋግየ ንሳ ገዲፍካ ኢኻ ንዓይ ከማን ከምዚ እዩ